ሰላም ሰላም ሰላም ክቡራት ተኸታተልተይ ሎሚ ኣንቲ ከዓ ደጊመ ተመሊሰኩም ኣለኹ ናይ ሎሚ ኣንቲ ትሕዝትና ከዓ ኣዝያ ኣዝያ ቀላል ኢዚ ዝኾነት ፓስታ ከምዚ ሕመል ትደልዋ ከላስ ኣዝያ ጥዕምትን ቀላልን ብሓንሳብ ኮይና ክንሰርሓ ኢና ኣይሆፕ ክትፈትዋ ከዓ ተስፋ ገብር ቅድሚ ምጅማርኩም ግን ላይክ ሸር ሳብስክራይብ ኮመንት ከዓ እንዳፀሓፍኩም ኣተባብዕኒ ኣዝያ ኣዝያ ምቅርትን ጥዕምትን እያ ግዜኻ ኣይትወስድንያ ከምቲ ኣቐዲመ ዝበልኩም ድማ ምትባዕኹም ኣይፈለየኒ ብዘይ ናትኩም ምትባዕ ዋላ ሓንቲ ትርጉም የብሉን ማለት እዩ። እስኻትኩም ድሕር ትተባብዑ ንኹንኩም እዩ ኣነ ኸኣ ደጊመ ክምለስ ዝገብረኒ ማለት እዩ። እሞ ኣፍኩም ማይ ከይምዕጉ ንኸይድ ብሓንሳእ ንስራሕ። እሞ ከምዚ ትርእይዎ ዘለኹም መጀመርታ ነቲ ፓስታይ ዝኸውን ማይ ሰኽቲተ ኣለኹ እዛ ማየይ ክሳብ ትፈልሓለይ ከዓ ነተን ኣስቤዛይ ከርእየኩም እየ ማለት እዩ ከምዚ ትርእይዎ ዘለኹም ንኹለን ከምዚኣ ገይረ ቀሪበ እየን ኣለኹ ክልተ ዙኪኒ ቀሪበ ኣለኹ ማለት እዩ ደለና ኣስቤዛ ኣብ ገዛ ጌርና ኢና ክንሰርሕ ማለትሲ በቲ ደሎ ኣስቤዛ ግድን ኣይኮነን ከም ዝኸልወኩም ኣነ ኣጋጣሚ እዚአን ነይረን ኣነ በዚአን ቃ ይሰርሕ ኣለኹ ማለት እዩ ኣርባዕተ ኤን ሓሙሽተ ዝኾና ካሮቲ ሓንቲ ፖርፖሮኒ ክልተ ኮሚደረ ሽጉርቲ ፃዕዳ ከዓ ከምዛ ትሪእዋ ዘለኹም ኣብዚ ሓቢለ ገይረ ኣለኹ ምክንያት ሽጉርቲ ፃዕዳ ብጣዕሚ ስለ ዘመቆሮ ንፓስታ ማለት እዩ ንእሽተይ ድማ ሽጉርቲ ቀይሕ ኣብዚኣ ከዓ ሓፊስ ሳልሳ ኣለኒ ንእሽተይ ክገብረሉ እየ እታ ፓስታይ ከዓ ከምዛ ትሪእዋ ዘለኹም እዚኣ እያ ተጠቂማ ማለት እዩ ሕጂ እዚኣ እታ ፓስታ ከምዛ ትሪእዋ ዘለኹም ንዓሰርተ ደቂቕ ድኸውን ከነብስላ ኢና ማለት እዩ ቅድሚ እታን እተን ኣሕምልቲ ቅድሚ እቲ ክስታይ ኣብ ማይ ኣሊኽና ክንፀንሓ ኣለና ኣብ ቤኪን ሶይዳ ጌርና ማይ ኣሊኽና ክንኣር ኮይና ምክንያቱ ዝኾነ ተወስታይ ዝኾነ ኣነ ፍሩታ ይኹን የሕምልቲ ይኹን ኣቐዲመ ኣብ ቤኪን ሶይዳ ወይ ኣብ ኣቸቶ እልኻ ኣቢለ እየ ዝፀንሕ ሕጂ ከም ዝትሪእዎ ዘለኹም ማይ መሊኤ ቤኪን ሶይዳ ገይረ ነተን ኣሕምልቲ ኣብ ኣካኣልከን እየ ማለት እዩ ንግዚኡ ንሓደ ሓሙሽተ ደቂቕ ገለ ዝኸውን ኣብኡ እትብለ ለዓቢ ኢለ ክፀንሓለይ ማለት እዩ ድሕሪኡ ሓፂብና ማይ ደጋጊምና ናብ ምምታር ንኣቱ ማለት እዩ መጀመርታ ግን ኣሊኽናዮ ንፀንሕ ግዜ ተሊና ዋላ ዓሰርተ ደቂቃ ተኣልኽናዮ ፀገም የብሉን ጥራይ ማይ ነፅጉቦ ብድሕሪኡ ነዘን ኩለን ሕጂ ከምዚኣ ጌርና ሬዲ ጌርና መጀመርታ ነታ ነታ ፓስታ ቸክ ክንገብራ ኢና ነታ ማይ ናይ ፓስታ ቸክ ክንገብራ ኢና ፈሊሓትለይ ድማ ከምዚ ትርእይዎ ዘለኹም ሕጂ እታ ፓስታይ ክሰኽትታ እየ ማለት እዩ ንእሽተይ ዘይትን ጨውን ከዓ ኣንጥባቢለሉ እየ ኣብቲ ማይ ሕጂ ንሱ እንዳበሰለለይ ከሎ ነዚ ሽጉርቲ ፃዕዳይ ክጥሕንን እየ መጀመርታ በቲ ጫፉ ከምዚ ንቕፅ ንቕፅ ዝበለ ስለ ዝነበሮ ቁርፅ ቁርፅ ኣቢለ ይሰዶ ኣለኹ ማለት እዩ ኣዝዩ ኣዝዩ ብጣዕሚ ከምዛ መግቢ እዚኣ ኣዝያ ቀላል እያ። ብፍላይ ሕጂ ከዓኒ ሃሩ ስለ ዘሎ ቅልል ዝበለ ከምዚ ጌርና ስራሕ ስራሕ ኣቢልና ካብ ክሽነና ንወፅእ ማለት እዩ። ኣዝዩ ኢዚ እዩ ዋላ ሓንቲ ግዜ ኣይወስድን እዩ። እንደገና ከዓ ብጣዕሚ ጥዑም እዩ ሄልዚ እዩ ኣሕምልቲ ስለ ዘለዎ ማለት እዩ። ሕጂ ከምዚ ጌርና ብዙሕ ከማኒ ምድካም ኣየድልዮን እዩ ኖርማል ጌርና ከምዚ ጌርና ምትር ምትር ከነብሎ ኢና ማለት እዩ ኣነ ቀሊል ነገር በቃ ብፍላይ ኣብ ግዜ ሃሩር ቀሊል ነገር ስራሕ ስራሕ ኣቢልካ ኣብኡ ምሉእ መዓልቲ ዘይምውዓል ማለት እዩ። ኣብቲ ቀዳመ ሰንበት ዋላ ኣብዝሕ ኣቢልና ኣይ ፀብሒ ተሰሪሕና መቐነይና ኣብ ድሕሪኡ ኣብ መንጎ ከምዚ እናገበርና ንበልዕ ማለት እዩ። እዚ ከዓ ኣዝዩ ቀሊል እዩ ኣወዳትና ኣዋልድና ኩሉ ሰብ ክሰርሖ ስለ ዝኽእል ዋላ ሓንቲ ፕሮሰስ የብሉን ድኻም የብሉን ግዜ ትወስዶ ነገር የለን። ዋላ ስራሕ ውዒልካ ድዩ ዋላ ገለ ጣዕጣዕ ኣቢልካ ክትሰርሖ ትኽእል ኢኻ ማለት እዩ።

ንሳ ሓንሳብ ክሳብ ትቕለወለይ ድማኒ ነታ ሽጉርተይ ከኣኒ ክመትራየ ኣዝያ ንእሽተይ እዛ ሽጉርቲ ከምዚ ትሪእዋ ዘለኹም ነዚኣ ድማ ከምዚኣ ጌርና ጣዕጣ ዓቢልና ምትር ምትር ክነብላ ኢና ኖርማል ጌርና ኢና ክንመትሮ ዋላ እዚ እውን ብዙሕ ደገድስ ነገር ኣይኮነን እንተደሊና ስላይስ ክንገብሮ ንኽእል ኢና ተዘይኮይና ከምዚ ጌርና ከምቲ ንቡር ማለት እዩ ከምዚኣ ጌርና ምትር ምትር ነብሎ ማለት እዩ ወላ ሓንቲ ቀሊል ብጣዕሚ ቀሊል እዩ በቃ መቲ ረየን ኣለኹ ከምዛ ትርእይወን ዘለኹም ሕጂ ኸኣ ነተን ሽጉርቲ ጻዕዳይ ከምዚኣ ኢለን ምስ ተቐልዋ ኣብኣ ድማ ክገብረን እየ ነተን ሽጉርቲ ቀይሕ ድማ ተርክወን ማለት እዩ ምጽእ ክእለወለይ ከምዚኣ ጌርና ኣብኡ ምስ ገልበጥናዮ ድማኒ ኣወሃህድ ኣቢልና ጽቡቅ ጌርና ከዓኒ ነኹሶ ማለት እዩ ምክንያቱ ክወሃሃድ ኣለዎ ከይሓረና ሽጉርቲ ጻዕዳ ናይ ምሕራር ተኽእሎ ስለ ዘለዎ ቀስ ጌርና ባላንስ ምን ትኸውን ነወሃህዶ ከምዚ ጌርና ምስ ሰበልናዮ ድማ እሳተን ስጋዕ ዝቕለዋኻ ነዘን ኮሚደረይ ክመትረን እየ ማለት እዩ ነዚ ኮሚደረ ወይ ኖርማል ጌርና ከምቲ ናይ ሽጉርቲ ማለት እዩ ኖርማል ጌርና ኢና ክንመትሮ ወላ ሓንቲ ምቕጥቃጥ ኣየድልዮ ምድካም ኣየድልዮ ኖርማል ነገር ግን ከምዚ ኣይፍሪ ኣይደቂቕ ጌርና ንመትሮ ማለት እዩ ከምዛ ትሪእዋ ዘለኹም መቲረ ወዲኤ ኣለኹ ማለት እዩ እንዳረኣኹ ናብታ ድስተይ ከዓኒ እንዳተመለስኩ ማለት እዩ ከምዚኣ ገይረን ተቐልየናለይ ኣለዋ እዘን ሽጉርተይ ከምዚ ትሪእዎ ዘለኹም ሕጂ ነተን ዝመተርክወን ኮሚደር ኻኒ ልክዕ ኣብኣ ክገብረን እየ ማለት እዩ ከምዚኣ ገይረ እተን ኮሚደረ ድማ ምስአን ሓዊሰን ኣለኹ ምስተን ሽጉርቲ ሕጂ ንዓን ድማ ኣወሃህድ ኣቢልና ነኽሶ ማለት እዩ ምእንቲ ምስኡ ትውህህድ ኣቢሉ ክበስል ኣነ ይነግረኩም ኣለኹ ብጣዕሚ እያ ጥዕምቲ ከምዚኣ ፓስታ ንሕና ዳርጋ ለሚድና ኢና ሓደ ሓደ ግዜ ብስጎ ዝሰርሕ እምበር ፓስታታት ከምዚ ጌርና ኢና ንሕና ንበልዖ ኣዝዩ ኣዝዩ ከዓ ብጣዕሚ ጥዑም እዩ እንደገና ከዓ እቲ ኣሕምልቲ ከዓ ስለ ዘለዎ ንጥዕም ፍሉይ ክስታ ይገብረሉ የሕምልቲ ከዓ ጥቕሚ እምበር ጉድኣት የብሉን ማለት እዩ ተለመድናዮስ ዝፅላእ ነገር ኣይኮነን

ቀሪፈ ምስ ወዳእኹ ነዚኤን ከዓ ክመትረን እየ ክመትሮ ከለኹ ባላንስ ምእንቲ ክኾነለይ ምስቲ ምስቲ ካሮቲ ከምዚ ምስቲ ክስታይባ ምስቲ ፓስታ ከምዚ ትርእይዎ ዘለኹም ገይረ ኖርማል ገይረ ኣይደቂቕ ኣይፍሩይ ኣይቅጢን ኣይረጒድ ኖርማል ገይረ ከምዚ ገይረ ይመትሮ ኣለኹ እንተዘይኮይኑ ኸዓ ከከም ድልየትና ጌርና ክንመትሮ ንኽእል ኢና ፀገም ደለዎ ኣይኮነን ኣነ ምስቲ ፓስታ ባላንስ ምእንቲ ክኾነለይ ስለ ዝደለኹ እየ ማለት እዩ ከምዛ እትሪእዋ ደለኹም መቲረ ወዲኤዮ ናብ ድስተይ ከዓ ተመሊሰ ማለት እዩ ዳርጋ ተቐልየናለይ ኣለዋ እዘን ኮሚደረ ከዓ ሕጂ ካብቲ ሳልሳ ሓንቲ ማንካ ማለት እዩ ገይረሉ ሓንቲ ማንካ ሳልሳ ሓፊስ ስለ ዝኾነ ሓንቲ ማንካ ተኣኽሎ እዩ ይኣኽሎ እዩ ኣወሃህድ ነብሎ ጽቡቕ ጌርና ጥዑም ምሽ ከም ዝሕፍስ ሕፍስ ዝበለ ክስታይ ይገብረሉ እንደገና ከዓ ሕብሩ ሃቐይሕ ዝበለ ስለ ዝገብሮ እቲ ሳልሳ ኣዝዩ ኣዝዩ ጽቡቕ እዩ ማለት እዩ ሕጂ ንእሽተይ ማይ ካብቲ ናይ ፓስታ ዘብሰልኩዎ ኣንተወይ ኣትሪፈ ጸኒሐ ንእሽተይ ማይ ካብኡ ኣንጢበሉ ማለት እዩ ካብቲ ናይ መረቕ ፓስታ ከምዚ ኢሉ ጽቡቕ ረእይዎ ብጣዕሚ ጽቡቕ ስልሲ ኮይነለይ ኣሎ ረእይዎ ሕጂ ንሱ ዳርጋ ተቐሊለዩ ኣብዚኣ ሕጂ ዘይቲ ኣንጢበ ነቲ ካሮቲ ዝመተርክዎ ኣብኡ ክቐልዎ እየ ምስኡ ክውሕውሶ ይኽእል ነይረ እየ ዋላ ሓንቲ ግን በዚ በይኑ ክቐሎ ደልየ ከምዚ ምሻሎ ማይ ከምዚ ጀፋዕ ከይብል ኣይደለኹን እንተደሊና ከዓ ሕወስውስ ኣቢልና ምስኡ ክንሰርሖ ንኽእል ኢና ምስቲ ስልሲ ብላዕሊ እውን ክነእትዎ ንኽእል ኢና ኣነ ግን ሎማዓንቲ በዚኣ በይና ድስቲ ገይረ ክቐልወን እየ ነተን ኣሕምልቲ ከምዚኣ ጌርና ኣወሃህድ ኣቢልና ዘይቲ ከየብዛሕና ንእሽተይ ጌርና ነብሎ ማለት እዩ። እዚኣ ስልሰይ ድማ ዳርጋ በሲላትለያ ሕጂ እተን ካሮቲ እንዳተቐልዋ ከለዋ ነዛ ስልሰይ ጨው ገለ ቀመማት ገባቢረ ከውርዳ እዩ ማለት እዩ። ረይዋ ኣዝያ ጽብቕቲ ኮይና ዳርጋ በሲላትለያ ኣላ። ንእሽተይ በርበረ ጸሊም፣ ጨው፣ ፓፕሪካ ገለ ገብረሉ እየ ደለና ቀመማት ማለት እዩ ኣብ ገዛ ንገብረሉ። ክስታይ ከዓ ወሲኸሉ እዚ ናይ ቻይና በርበረ ከዓኒ ወሲኸሉ ቁሩብ መርርኡሱ ኣነ ብጣዕሚ ኢና ንፈትዎ ጻዕዳ ነገር ክንሰርሕ ከለና ምክንያቱ ኣምርር ስለ ዘብሎ ኣዝዩ ጥዑም እዩ ዝኸውን። እንተደሊኹም ክትገብርሉ ትኽእሉ ኢኹም እንተዘይኮይኑ ግን ጥራይ እቲ ጨው በርበረ ፀሊም ገለ ፓፕሪካ ዘለኩም ቀመማት ትገብርሉ ማለት እዩ እንድሕር ምርር ዝበለ ትፈት ኮንኩም ግን ብጣዕሚ ብጣዕሚ ፅቡቅ እዩ በቃ ደስ ኢልካ ኢኻ ትበልዖ የብላዓካ እዩ ስለዚ ከከም ምርጫኹም ማለት እዩ ናይ ቻይና በርበረ እዚኣ እታ ናይ ቻይና በርበረ ከምዚኣ ገይረ ኩለንተን ቀማማተይ ምስ ገበርኩዎን ኣወሃህድ ኣቢለዮ ኣለኹ ማለት እዩ ከምስ ትሪእዎ ዘለኹም በቃ እሳ ወዲያ ማለት እዩ እዛ ስልሰይ ወዲያ በሲላ ከምስ ትሪእዋ ዘለኹም ዋላ ሓንቲ ተረፋ ነገር የለን ማለት እዩ ጥራይ ናፍተን የሕምልትና ኢና ክንከይድ ሕጂ ከንቀልወን

እዘን ዝኪነይ ድማ ከምዚ ትሪእዋ ዘለኹም ገይረ ይሞትሮ ኣለኹ ዋላ ኣኽበብ ኣቢልና ብደለዎ እውን ክንሞትሮ ንኽእል ኢና ኣነ ግን ኣቐዲመ ስለ ዝሓበርኩኹም ምስቲ ፓስታ ምስቲ ካሮት ኩሉ ባላንስ ተመሳሳሊ ሳይዝ ምእንቲ ክህልዎ ኢለ ከምዚ ገይረ ይሞትሮ ኣለኹ ማለት እዩ ከምዚኣ ጌርና መቲርና ወዲእናየን ኣለና ማለት እዩ ሕጂ ናብታ ካሮተይ ተመሊሰ ኣኹስ ኣቢለ ርኢ ኣቢለ ነተን ዝኪኒ ከዓ ኣብኣ ክመልሰን እየ ማለት እዩ ምእንቲ ክወሃሃዳልና ረእዎ ጽቡቅ ኮይኑ ተቀሊለይ ኣሎ ረእዎ ኣዝዩ ደስ ይብለካ በቃ ሕብሩን ጨንኡን ብጣዕሚ ደስ ይብለካ ጽቡቅ ኮይኑ ሕጂ ተንዚኪኒ ካኒ ምስኣን ክበስላለይ ኣብ ኣከዋሃህደን እየ ማለት እዩ ከምዚኣ ኢለን ክጥበሳለይ ክቕለዋለይ ክገድፈን እየ ማለት ይረይዎ ብጣዕሚ ደስ ዋላ እቲ ሕብሩ ኣብ ፓስታ ደስ ይድብለካ በቃ ኩሉ ግዜ መግቢ ክትበልዕ ከለካሲ ኣቐዲምካ ብዓይንኻ እንድሕር ዓጊብካሉ ደስ እንድሕር ኢልካ ደስ ኢልካ ኢኻ ከዓ ትምገቦ ማለት እዩ ሕጂ እዚ እቲ ሕብሩ ስለ ክስታይ ዝገብረካ ደስ ይድብለካ ኣብ ፓስታ ማለት እዩ ዝሕምልቲ እምበኣር ከም ኣይለን እንዳተቓለዋለይ ከለዋ እታ ዝኪኑን ካሮትን ነዛ ፖርፖሮን ሃኒ ይመትረን ኣለኹ ማለት እዩ እዚኣ ፓርፖሮኒ እዚኣ የለውያ ነየርሃኒ ደለኩም ማለት እዩ ደለካ ኣብ ገዛኻ ካ ጌርካ ትሰርሕ ተሊና ትግሪን ተቐይሕካ ድበለፀ ማለት እዩ ፅቡቅ ዝተፈላለየ ዓይነት ሕብሪ ይሕዘልካ ማለት እዩ ሶ ደለና ጌርና ከምዚ ጌርና ንሰርሕ ማለት እዩ ግዴታ ኣይኮነን ሓደ ዓይነት ክህልወካ ማለት እዩ ደለካ ዓይነት ኣሕምልቲ ዋላ እዚ ቃንጥሻ ገለ ተሊና ከምኡ ጌርና ሕውስውስ ኣቢልና ንሰርሖ ማለት እዩ ጥራይቲ ሓሳባት ምውሳድ እዩ እምበር ግድን ኣይኮነን ከምቲ ኩሉ ግዜ ዝብሎ ሕደ ዓይነት ክስታይ ክህልወካ ማለት እዩ በቲ ደለካ ኣብ ገዛኻ ጌርካ ሕውስውስ ኣቢልካ ሰሪሕካ ጥዑም ዝኾነ መግቢ ትምሳሕ ማለት እዩ

ሓንሳብ ሽሎቕ ክብለለይ ሕጂ ክድና ኣቢለ ንክልተ ደኣ ገለ ድኸውን ኣቢለ ገዲፈ ፀኒሐ ብሲለየ ፀኒሐ ድሕሪ ክልተ ደኣ ተመሊሰዮ ማለት እዩ ክሪኦ ምክንያቱ ኣፀቢቑ ድማ ምውት ክብልካ ኣይደለኹን ኖርማል ማለት እቲ ትሕዝትኡ ትሕምትስ ከይጠፍአ ከምዚ ኢሉ ዳርጋ በሲልለይ ደሎ ረይዎ ዋላ እቲ ሕብሩ ብጣዕሚ ፅቡቅ ኮይኑ ኩሉ ተወሃሂድለይ ኣሎ ኣዝዩ ኣይበሰለን ከምዚ ሙውት ኣይበለን ኣዝዩ ከዓ ጥረ ኣይኮነን ደሎ ፅቡቅ ኮይኑ ማለት እዩ ሕጂ ዳርጋ ኣኺላትለያ እተን ዓንተወይ ዘብሰልክዎን ፓስታይ ኣብኣ ከወሃህደን እየ ማለት እዩ መጀመርታ ቁሩብ ፓስታ ቀስ ኢልና ጥንቅቕልና ንገብረሉ ማለት እዩ ከይፈሰና ሕጂ ቀስ ጌረ ኣነ በብቆርብ እናገበርኩ ይገብረሉ ኣለኹ ማለት እዩ ኣብቲ ልዕሊ የሕምልቲ ድበሰለ ዝገብሮ ዘለኹ ሕጂ ነቲ ፓስታ ምስ ገበርኩሉ ቁሩብ ምስ ገበርኩሉ ፍርቁ ምስ ገበርኩ መሊሳ ኣብ መንጎ እቲ ስልሲ በይኑ ዝሰራሕክዎ ዓንተወይ ክገብረለይ ማለት እዩ ከምዚ ትሪእዎ ዘለኹም ካብኡ ካብቲ ስልሲ ገይረ እንዳወሃሃድኩ ማለት እዩ ፅቡቕ ፅቡቕ ገይሩ ምእንቲ ኩሉ ካብ ኩሉ ባላንስ ኮይኑ ክወሃሃደለይ ከምዚ ትሪእዎ ዘለኹም ረይዋ ክፅብቕ እዚኣ መኮሎ ጌና እንዲኹም ኣፍኩም ማይ ሚዒጉ ደሎ የግዳ እንታይ ፀገም ኣለዎ ፍሪጅና ክፍት ክፍት ኣቢልና ካብታ ደለትና ስቢዛ ጌርና እዚኣስ ካብዚ ኣትቐልል ነገር ስወል ሓንቲ ትያደየላ ብዶሎስ ቤዛ ጌርና ኢና ክንሰርሓ ከዓ ንኽእል ስለዚ ስራሕ ስራሕ ኣቢልኩም ተመስሑ ማለት እዩ ከምዛ ትሪእዎ ዘለኹም ሕጂ ከዓኒ እተን ተሪፈን ነበራ ፓስታ ጌረ ከዓ መይሰተን ስልሰይ ጌር ሕጂ ከወሃህዶ ማለት እዩ ኣዝያ በቃ ብጣዕሚ ጽብቕቲ ኮይና ሕብራን ገሊኣን ብጣዕሚ ደስ ትብለካ ክነግረኩም ጣዕማ ክነግረኩም ኣይክእልን'የ በቃ ብያትን ማንካን ኢና ክንቆርጥ እንደሊና ኣዝያ ኣዝያ ብጣዕሚ ጥዕምቲ እያ ፕሊስ ጥራይ ሰሪሕኩም ፈትንዋ ክትፈትዋ ከምዛ ትሪእዋ ዘለኹም በኣር ኣወሃህድ ኣቢለያ ኣለኹ ሕብራን ገሊኣን ኣዝያ ኣዝያ ደስ ትብለካ ኮይና ኣላ ሕጂ ሕጂ ሓንሳብ ማለት እዩ መሰዋሃህድክዎ በቲ ናቱ ሃፋ ክድም ከብሎ እንዲ ሓንሳብ በቲ ናቱ ሃፋ ጥራይ ከምዚ ትወህህድ ከብል ስቲ ከብሎ እቲ ናቱ መራ ንሓንቲ ደቂ ክኸድናዮ ማለት እዩ ትጋዙ ኣጥፍዮ እየ ኣለኹ ኦረድ ወዲ ኣሎ ማለት እዩ ሕጂ ድሕሪ ሓደ ደቂ ይቕርብ ኣለኹ ማለት እዩ ወዲኣ ኩላ ነገራ እዚኣ ዜሮ ኮይና ተሰሪሓ ማለት እዩ ይቕርብ ኣለኹ ኣብ መወዳእታ ከምዚኣ ገይረ ቀሪበያ ኣለኹ ኣዝያ ኣዝያ ጥዕምትን ምቅርትን ኮይና ክትፈትውዋ ድማ ተስፋ ይገብር እምበኣር ኣብ ቀጻሊ ብካልእ ትሕዝቶ ክመጸኩም እየ ዝኾነ ሃናፂ ርእይቶ ነቕፌታ እንተሊኩም ከዓ ኣብ ቦታ ኮማንት ፀሓፉለይ ላይክ ሸር ሳብስክራይብ እናገበርኩም ከዓ ምትባዕኹም ኣይፈለየኒ ምክንያቱ በቲ ናትኩም ምትባዕ ኣነ ደጊመ ክመለስ ዝኽእል ማለት እዩ ንቐደም በሉ እንዳበልኪ ኢኻ ንቐደም በሉ ኣዝያ ኣዝያ ጥዕምትን ምቅርትን እያ ነታ ላይክ ጥውቕ ኣቢልኩም ጥዕም ኣብልዋ ማለት እዩ ንሕና ብጣዕሚ ኢና ፈቲናያ ንስኹም ከዓ ክትፈትዋ ተስፋ ይገብር ማለት እዩ ኣይሆብ ሓደ ሰብ ፈትዋ እንድሕር ተጠቂምላ ንዓይ ብጣዕሚ ደስ እዩ ዝብለኒ እምበኣር ሎማዓንቲ ኣብዚኣ ክገድፈኩም እየ ኣብ ቀፃሊ ብካልእ ትሕዝቶ የራኽበና ቡሩኽ ቅነ ባይ ባይ ባይ ባይ ባይ ባይ